ብዝተወሰነ መልክዑ ርክብ እውን ኣለና እዩ ኣብ ውሽጢ ማለት እዩ ምስ ሰራዊት ይኹን ምስ ውልቀ ሰባት ይኹን ምስ ዓበይቲ ሓለፍቲ ይኹን ርክብ ኣለና ብጣዕሚ ከዓኒ ሞራል ይህቡና ኣለዉ ማለት እዩ ኢሳያስ ሃለቃ ከዓ ንእግረ መንገደይ ከም ኣሕዋት መለእኽቲ ማለት እዩ ምርጫኻ እዩ ድሌትካ ክትገብር ኣብ ድሌትካ ክትከይድ ግን ንምሸቱስ ኤርትራ የፍቅራ እየ እገለ ኢልካ መዓት ደርፍታት እውን ደሪፍካ ነርካ ገለመለ ኣበየናይ ዳሲኻ ከኸይድካ

ኣቦ እኳ ክቡር ወላዲ እዩ ኣቦይ ጅግና ኣቦይ ጻዕራም ኣቦይ ለዋህ ኣቦይ ፈቃር ኣቦስ ዓንዲ ገዛ እዩ ኣቦይ ሎምስ ናፊቐካ በዛ ዓይነይ ክትወጽእ ዲኻ ከመይ ከለኻለይ ኣቦይ መዓረይ ኣቦይ ንስኻ ናብዚ ምኽ ደረጃ ንኽበጽሕ ዝገበርካለይ ጻዕርታት ካብ መዛኑይ ከይተርፍ ለይትን መዓልትን ሰለጥ ከየበልካ ረሃጽ እንዳድፋእኻ ንዓይ ናብዚ ደረጃ ዘብጽሕኻኒ ጅግና ዝኾንካ ኣቦይ ኢኻ ኣቦይ ከመይ ከለኻልይ ትኣርግ ኣለኻ ዶ እንታቦይ ሎምስ በዛ ዓይነይ ብወዝ ዘሊኻ ከመይ ኣለዉ ኣዕሩኽኻ ኣቦይ ዓዲ ገዛ ኣቦይ ፈቃር ኣቦይ ለዋህ ኣቦይ ስኻ ንዓይ ኩሉ ነገር ኢኻ ኣብ ዘለኻዮ ጥራይ ዕድመን ጥዕናን ሃብካ ኣቦይ መዓረይ ሽሕ ዓመት ንበረለይ ኣቦይ ንዓይ ኩሉ ነገር ኢኻ ኩሉ ግዜ ብኣኻ እንዳሓሰብኩን ንዓኻ እንዳዘከርኩን ውሽጠይ ሕጉስ እንዳኾንኩ እየ ዝነብር ዘለኹ ጅግና ኣቦ ስለዝኾንካ።
ኣታ ጠንባር ዓይንኻ ደይትርኢ ሶሪ እዛ ሓፍተይ ደይረኣኹ ምሽ ዶ ኣይረኣኻንን ካልእ ፈልጥ ኣነ ሓራይ ካርመ ከማኻ ሕሳኽ ትበልዕ ደይ ሓሳብካ ድርባይ ኣራይ ውዳቕ ዋ ኣቲ ጓል ነገር ባኺ ተምፂ ክፍእቲ ረሳሕ መልሓሳ ስቕበል ጥራይ ስቕበል ስቕበል ፈሊጥናዮ ኢና ናይ ሓላታት ሽጣራ ሓራይ ሽጣራይ ገጢማ ትብል ከይትሰከፍ ኣተሰኢልካ ዓፈ ፍራ ይትበሊ ክልተ ዓይኒ ቁልፀ ፍራቻ ነው መኪና ከይገብሮ እንታይ እንታይ ኢልካ እዛ ዝብለኪ
እቡ ክደፍር እዘን ልዕሊ ሚእቲ ራቕባ ሒዘን ዘይፈልጣ ኣዳውካስ ዓይነይ ከተውፀሉ ንስኻ ብድፍረትካ ኣብ ጊኒስ ትሰፍር ኣለካ እዋ
እንኳዕ ከማን ፅብቕቲ ትኾኒ ጀልዓ ክፍእቲ ውይ ኣታስኻ ክንታ ክቡ ክትብል ኢኻ ወደይ

ኣነ ከ ታይ ክከውን። እንድዒ ኢልካ ድላይካ ኩን እንታይ ደኺምካ ኣለኻ ኢኻ ሕጂ ውን።
ተዓዊትልኪ ፍቅረይ ዘይግድሰኪ። ንስኻ እምበር ተዓዊትልካ ድላይካ ትፈልጥ። ውሽጠይ ተሃሲይኒ ኣለኺ። እሞ ፍቅሪ ኣይትበለኒ ትጎድኣኒ ኣለኻ። እሞ ለሚደያ እንድየ ኮይነ ሳዋ ክኸይድ ከለኹ ተፋንወኒ ዲኺ።
እንታይ ደኣ እሞ ክገብር ከምዝሃበኒ ከፋንወካ እየ እምበር። ሪኢኺ ፍቅረይ። ከምዚ እናበልክ ረስርስኒ ኣንታ ፍቕሪ ኣይትበለኒ እሞ እንታይ ደኣ ክብለኪ እንድዕ ኢልካ ዋላ የርብዕ ኣብቲ ይበለኒ
ነዚኣ ክትኽእለያ ክሰሚዕኺ ንምፍላይና እኳ ኣብ ዓብዪ እንዳኽኣልክዎ ደኣ እሞ ፀዋዋዕ ሽመ ይበል ሓንቲ ይገድሰኒ ሓን ክኽእሎ እዩ
ሃራሂርኒ ኢና ሓፍተይ
ኢሳያስ ሃለቃ ከኣ ንእግረ መንገደይ ከም ኣሕዋት መለእኽቲ ማለት እዩ ምርጫኻ እዩ ድሌትካ ክትገብር ኣብ ድሌትካ ክትከይድ ግን ንምሸቱስ ኤርትራ የፍቅራ እየ እገለ ኢልካ መዓት ደርፍታት እውን ደሪፍካ ነርካ ገለመለ ኣበየናይ ዳስ ኢኻ ከኸድካ እቲ ማለት ድምፂ ተዓቅቦ ከሎ ግድን እኮ ኣይኮንካን ክትከይድ በይንኻ ምዃን ከሎ በይንና እንዲና ዘለና ንሕና ንዓና ዝኸውን ዳሳት ስለ ዘየለ ስቕ ኢልና እኒና ንዕዘብ ዘለና ምልቃለስ ኣለና ብሓሳብ ብሓሳብ ትቃለስ ትኽእል ነርካ ኮያ ናበይኻ ግን ከይድካ ዘለኻ ምስ ኣብዪ ኣሕመድ ዲኻ ትሰርሕ ደሊኻ ኤርትራ ድሮን ጌርካ ክትድምስሳ ደሊኻ? ትማሊ ትማሊ ንዓና ነዞም ተቓለስቲ ዝፈልጥዎ የብሎምን ዶ ገለመለ ዶ ትብለና ነርካ ሞንታይ ዳ ናበይ ኬድካ ሕጂ ሳረ እንታይ ናይ ብሓቂ ሕጂ ርኢኻ እንታይ ዘርኢ መሲልካ እንድሕር ሃገራዊ ነርካ ብመሬት ስዋኣት ብተጋደልቲ ብገለ መዓት ኢኻ ትዛረብ ብዛዕባ ገድሊ ኤርትራ ገለ ኣይኖ እዞም ከምዚ ብብዙሕ ትዛረቡ ኣነ በዛ ወገነይ ካብ በዓል ጣፍ በዓል ኣፍ እንዲኮይኑ ካብ ትዛረቡ ኣነ እኮ ብውሽጠይ እቲ ዕምቆት ከምዘየለ ይርኤ እንዴት እቲ ዘረባ ንዓይ ኩሉ ሰብ ውሕደኒ እንድዩ መብዛሕትኩም ትውሕዱን ኢኹም ኩላትኩም ኦኬ ክርኤኩም ከለኹ ግን ብኸፊል እንድሕር ነይርካ ኮይኑስ ከመይ ጌርካ ኢኻ ደኣ እሞ ማስ እቶም ሰራዊት ሲ ምስኦም ኮንካ ተሳኢልካ ክሊፕ ሰሪሕካ ዝነበርካ ሰራዊት ሲ እዞም ትማሊ ብጆኖሳይድ ዝተኸሰሱ ሰራዊት እቲ ድኸሰሶም ኣካልስ ምስኡ ዲኻ ሕጂ ኮንካ ፍትሒ ከተምፀልና ደሊኻ ኢሳያስ ኣለቃ ከተምፀሉ ነቲ ሰራዊት ኤርትራ ሕጂ እዚ ዓብ ሕቶ እዩ ምስ መን ኮንካ ኢኻ ፍትሒ ከተምፀሉ ፍትሒ የድልዮ ኣሎ ትብሎ ሰራዊት ብጆኖሳይድ ትኸሶ ዲኻ ኣዋልድ ዓሚፁ ተባሂሉ እኮ እዩ ተኸሲሱ ንስኻ ሚሊታሪ ጌርካ ምስኡ ትስዕስዕ ነበርካ ሰራዊት ሕጂ ነዚ ሰራዊት እዚ ዲኻ እቲ ንሱ

ኪሊ በል ከይተኹርየካ
ማዘርካ ግን ከይትሕኪ ሓር ረኺበ ነይረ ከይትብላ ናይ ንግራን ክትጎ ዘይደልያ ኣሪፍ እቲ ጫማ ኣብቲ እንዳ ሊስትሮ ዘሎና እቲ ክዳን ኣብቲ እንዳ ስፌታ ዘሎ ባምጻለይ ቴሮ እዛ ዓለም እሲ ብምንታይ ትመክሕ ንሳይ ኣብዚ ዓለም ብገንዘበይ
ብናትክ ገንዘብ ናይ ሶስቲ ድብናይ ምን

እሺ ካብቶም ብገንዘብ ዝግዝኡልካ ወዳት ሓደ ደውልኪ በቃ ብገንዘብ ከም ዝግዝአልኪ ከም ዝፈተኪ ተነጊርና ኣነ ሽልመት ኣለኹ ማለት እዩ ጸገም ይብሉ ሓራይ
ሄሎ ሄሎ
ወይ ሓንዶ ሰላም ዲ ኣለና ስማዕ ዶ ግዳ ሓተካ
እሺ ንዓይ ብኸመይ ዳ ክትፈትወኒ
ይፈትወኪ
ይፈትወኪ እያ እሞ ትፈትወኒ ስለ ዝኾንካ እንደ ዘረካ ዘለኹ ብኸመይ መንገዲ ድኻ ትፈትወኒ ብምንታይ ድኻ ትፈትወኒ
ፍትዋት እቲ ጫማ ኣብቲ እንዳ ሊስትሮ ዘሎና እቲ ክዳን ኣብቲ እንዳ ስፌታ ዘሎ ባምጻለይ በፍጥነት ወዲያውን
አምጣልኝ። እሺ እሺ
ገንዘብስ ፓወ- ፓወርስ ገንዘብ ነው ማለት አ? ፓወር ከያት ምቀኝ እሺ ቴንክ
ሓባሳይ መን ጎይታ ጠባይ ንኹሉ ሕራይ በሃላይ ብዘይ ኣፈላላይ ብላምባዲናን ሽምዓን ደሊና ኮይና ሲናካ እልም እንታይ ክገብር ቢዚ ስራሕ እንዲ ፈልከት ምባል ኣቢኒ ዋ መቕሩብተይ ምስ ኣዕሩኽቲ ካብ ፍርቂ ሰዓት ሰዓት ዕድል ዘይህብ ድዩ ቁሩብ ድዩ ዘይሰድድ? እንታይ ደኣ ዛምበይተይ ኣፍቂርካ ከም ስለ ንብሪ። ዋእ ኔቦ ኣሎ ፍቕሪ ቕጫ ፍትፍቲ ከቑርሰካ ኢላትኒ ንሰ ቕጫ ፍትፍቲ ክንቆርስ ንኸይድ ኣለና እምበር። ቁርሲ?
እዋ።
ቅጫ ፍትፍት?
ቕጫ ፍትፍት እዋ።
ዋይ እሞ ምሳይ እንድየ ኣይምሓሸካን? ናበይ?
እታ ዴኒማርክ ትቕመጥ ጓል እሞይ። እዋ።
እቲ ገዛ ወዲኣቶ መመረቕታ ትገብር ኣላ ናይ ክልተ ሚእቲ ሽሕ ንመግቢ ጥራይ ኣውጺኣትሉ ኣላ። ክልተ ሚእቲ ሽሕ?
ንምግቢ እንታይ ኢኻ ትዛረብ ዘለኻ ስጋ ብስጋ ዓሳ ብዓሳ ደርሆ ብደርሆ ግደፎ ፍሬታት ኣሕምልትታት ተፈላለ ይብለካ እሞ ሰብሲ ብሚንዩ ክበልዕ ማለት እዩ ሚኑ እንዳርኣየ ክእዝዝ ገፎ እንታይ ድየ ዝብለካ ዘለኹ ልክዕ ከምዛ ወርቂ ኢኻ ተጠሚዕካ ክትወፅእ ዋዕ ወዝካ ክትቅይር ኢኻ ሂደኒ ኣነስ ምሳይ ተትቋደስ ምሓሸካ ዋይ ይቋደስዎ እንታ ሳይሞን ይቋደስዎ ስማዕ እስኪ ኣነ ግዲ ሓውኻ ጓና እንጂ ክበልዖ ተቐሪቡ ዘሎ ኣነ ዘይተቋደስኩ ድኣ ምሳኻ መን ክቋደስ እቋደስዎ

ስራሕ ኣይትዓብየኒ ዋላ ናትኪ ቅጫ ፍትፍት ስማዕ እስኪ
ደሓር ብልዒ ጥራይ ዲኻ መሲልኳ ካልእ ኸ እንታይ ኣሎ ነዚ ዓርክኻስ ምቕሉል ዘይተፋልጠኒ እንዳልካ ተትዕበኒ ወለ ትፈልጠኒ ድያ ሜዳ ዘይትፈልጠካ ወይለይ የከይ ጽብቕቲ ድያ ኸ ካብ ኩትር ምጽባቓ ማርያም ዴኒማርክ እዮም ዝብሎ እዋዕ ዋ እንታይ ትዛረብ ምሳ እዋ ኣብ ሳሎን እዋዕ ኣብቲ ሳዕሪ ናይ ካንሸሎ እዋዕ ኣብቲ ኮረድዮ ብቕድሜኻ ብጎንኻ እንታይ እንታይ ኸይገብር

ካልእ ታይ ይብል ተውሳኺተይ ካልእ እኮ የብሉን እየ። ኣታ እቲ ግብጃኸ ናይ ምሳሕ ግብጃኸ ሳይሞን
ኣነ ከዳ ምስ መን ክኸይድ

ደንደን ከይትቕየመለይ ክምልሰላ
መለስ እዚ ክትዕ እኳ እዩ ኣነ ንሕና እንዳነገደ ንሕና ክትዕ ንኣምን ኢና እኳ ግበሪ ከይትሕ ኣብ ምሕጋዝ ኣይፍቀድን እዩ
ሕጂ ዘሮመይ ሰብ መሪፁ ዝተፈጠረ ወላ ሓደ ሰብ የለን የለን ኣነ ክፍጠር ከለኩ መሪፀ ኣይተፈጠርኩን የስ እግዚኣብሔር ኣምላኽ ካኒ ኣብ ኣፈጣጥራ ኣእዳው ኣይጋገን እዩ ኣብ ስራሕቱ ኣይጋገን እዩ ንዓኻ ዘሮም ዘሮም እስኻ ኢኻ ኢሉ ሰሪሒካ ንዓይ እወ ከዓ ሓሩን እዚኣ ኢኻ ኢልኪ ሰሪሒኒ ተረዲእካኒ እወ ኣነ ብኣነ ክኾርዕ ኣለኒ ብ- ብ- ብደጋዊ ሲ ምክንያቱስ መሪፀ ክሳብ ዘየምፃእክዎ ኣነ ብደጋዊ ትርኢተይ ክኾርዕ ኣለኒ ኩርዕ እንዴ ምስ ሕጂ ምስ ሰብ ዘቕርበካን ዘረሓቐካን መልክዕካ ኣይኮነን ደጋዊ ትርኢትካ ኣይኮነን ጠባይካ እዩ ባህርያትካ እዩ ዋይ ኣይ በስመ ኣብ ወልድ መንፈስ ድምፅ ቅዱስ ቀበሊ ዋብላ ከቦይ ንዓ ውረድ

ከይዱ ናይ ኣስፖርት ዝሰርሕ ከክንዲ ከላእ ተነፍሐ ጎልዩ ከኣ ጽንሕ ኢለን ከኣ ኣነስ ወዲ ወዲ ኮይኑ ስማዕ እንተ ኮይኑሲ ሜትሮን ሰማንያን ገለን ክኸውን ኣለዎ ሕዝለይ ዳኣ እቲ ንሕና ተስፋ ዘቑርጸካ ማለት እዩ ገሌን ገሌን ከኣ ምሁር እየ ዝደሊ ከምዚ ደሊ ንሕና ከ መርገም ጥሩይ ከም ጉይላ ኮይንና ኣብዚ እዚ ኮት ሰብ ትምኒቱ እንዲ ገበረ ከተን ኮሙ ድብላ ኮሙ ድብላ ትንዲ በጽሐን ከንቋዓይ ትረየ ሓሩ ክነግረክ እንዶ ደንደነይ ወረግረግ ትብል ኣለኻ እስኽንሲ
ካብዞም ኩሎም ሚድያ ዝድውሉ ብዙሕ ሰብ ይድውል እዩ ማለት እዩ ሩጡብ ኣዘራርባ ኮፍ ኢሉ ክዕልል ዝደሊ ንእምሮ ሰብ ከንቅሕ ዝደሊ ነሽነሽ ጥራይ ንነሽነሽ ንእሽቶ ሓዊ'ኳ ተኾነ በቲ ዝተበሎ በቲ ዝሓተቶ በቲ ርጡብ ቃላት ከምዚ እንተዝኸውን ኢሉ ደዊሉ ምዝራቡ ኣነ ኣዝየ ዘመስግኖ ዕድመን ጥዕናን ይሃብካ ነሽነሽ ኣነ ኸኣ ኣብ ቅድሚ ኩሉ ህዝቢ ፈቓደኛ ተኾንካስ ሕቶታት ክሓተካ ዌልካም ነቲ ልቡን ጺሁ ንህዝቢ ክኣሊ ኢሉ ዝደሊ ንማንም ሰብ ሕቶ ኣብየ ኣይፈልጥን እየ። ስለዚ ንረቡዕ ፈቓደኛ ተኾንካ ኣብ መደብ ክንዘራረብ ስለ ዝበለ እንታይ እዩ ክሓትት ምሳኹም ኮይኑ ተሓቶ እንተሊኩም ንብዕ ስደድሉ ማለት እዩ። ስለዚ ንረቡዕ ስለ ዝበለ ኣብታ ደስ ዝበሎ ሰዓት ክሓትት ይኽእል እዩ። ኣነ ፈቒደሉ እየ ማለት እዩ። ንካልእ ሚድያ ግን ፈቒደ ኣይፈልጥን እየ። ስለምንታይ እንድሕር ተባሂሉ መሻቐጢ ደኣ እምበር ንቕንዕና ደልዮም ኣይኮነን። ንሱ ግን ኣዕሊሉ ደስ ኢልዎ እንታይ እዮም ገርመኩም ካብዞም መንእሰያት ደስ ዝብል ዘዕልል መንእሰይ ንርኢ ኣለኹ ካልእ ጫቅጫቃይ ንሱ ግን ብርጡብ ልቢ ብስነ ስርዓት ከምዚ ኢሉ ክዛረብ ከሎ ጽቡቕ እዩ ስለዚ እግዚኣብሔር ኣምላኽ ዕድመን ጥዕናን ይሃብካ ንዓይኒ ደንቆሮ ጥራይ ዘይኮነስ ነቶም ካልኦት እውን ካባና ንላዕሊ ብጽድቂ ካባና ንላዕሊ ብቅድስና ካባና ንላዕሊ ንህዝቢ ዝኣልዩ እውን ኣብቲ መደብካ እንዳምፅኻ ህዝቢ ንቅሕ ዳሲት ስለዚ በዚ ስለ ዝኾነ ኣነ ፍቓደኛ እየ ኣብቲ ናይ ረቡዕ መደብ ምስ ነሽነሽ ጸገም ዘለዎ ኣይኮነን ስለዚ ነዚ መስል ማለት እዩ ክትሓትዎ ትደልዩ ተሃልዩ ንነሽነሽ ስደድሉ ንሱ ድማ ኣጻሪ ሒዝዎ ይጽናሕ ሸኾዲ ነጊረዮ ክትብገስ ከለኻ ካብ ገዛ እንታይ ኢለካ እንታይ ኢለካ ማርሻቤዲ ማርሻቤዲ ጌርካ ኺድ ዶ ኢለካሲ

ደጋፊት ህግደፍ ኣፍቂርኩም ትፈልጡ ዶ እስከ ሓደ ሓደ በሉ። ናብ ደጋፊት ህግደፍ ኣፍቃሪተይ መጀመርታ ካብቲ ከም ድግ ዓዲ ሃሎ ስፍሓቱ ከም ድፍዓ ዘላምበሳ ዝዕምቆቱ ማህደር ልበይ ዝነቀለ ዝሑል ሰላምታይ ተቀበሊ ፍቅርኺ ልክዕ ከም ኩናት ባድመ ሃንደበት ኣብ ልበይ ካብ ዝፍንጀር ማዓልቲ ነብሰይ ልክዕ ከም ቁጠባ ኤርትራ እንዳዓበረ ይኸይድ ኣሎ ኣብዛ ዓለም ኣነ ብዘይ ብኣኸ ክነብር ማለት ልክዕ ከምቲ ኤርትራ ብዘይ ኢሳያስ ማልት እዩ። ይኹን እምበር ናፍቖትኪ ኣብ ልበይ ልክዕ ከም ዋጋ ባንን በርበረን ዕዳጋታት ኣስመራ እናወሰኸ ይኸይድ ኣሎ። እቲ ካብ ቅርጺ ጎቦታት ሳሕል ዝጸብቕ ቅርጺ ቁመናኺ ኣብ ቅድሚ ዓይነይ ምኽዋል ኣብዩኒ።

ክትሪኦ ካብ ዘይትደሊ ዓይንኻ ክዕምት ትኽእል ኢኻ ክስምዓካ ካብ ዘይትደልዮ ግን ልብኻ ክትሽፍን ዝከኣል ኣይኮነን which means ንሓደ ሰብ ብሎክ ጌርካዮሲ ካብ ልብኻ ኣውፂእካዮ ማለት ኣይኮነ ይመስለካ እዩ ሞሽን እዩ ከምዚ ስምዒትን ከብድን ጠላማት እዮም ጋይስ ከብዲ ከይትኣምንዋ ፋዱስ ኣብ ርዒኹማ ሰዓት ሽዱሽተ ሃብኒ ትብለኩም ከንቢል ብልብ ፒሳ ኣብ ርዒኹማ በቃ ካልእ መዓልቲ ካልእ ትሓቶ ልክዕ ሞሽን ከዓ ከምኡ ስምዒት እዩ ሕርቃን ሎሚ ይፀንት ፅባሕ ገድፈካ ይቀያየር እዩ ኔቸር ኣብ ሂወትካ ታይ ምርኣይ ይሕጉሰካ?
ያው ሂወተይ ኣነ ብጣዕሚ ገጅፍ ማዕኮር ዘለዋ ጓሰይቲ ምርኣይ ንዓይ የሕጉሰኒ ብስም ኣለም። ዋይ እኒኣስ ኣምፀእት ኣለም። ዓብይ ማዕኮር ዘለዋ ጓል ሰይቲ በቃ ልዕሊኡ ዝያዳስ ዘሐጉሰኒ የለን እሱ ገጅፍ ማዕኮር ዘለዋ ጓል ሰይቲ ብጣዕሚ ላይክ እየ ዝብል ኣነ ላይክ
እታ ኣሌን እሞ ታይ ስልክኻ ሃበን እሺ ምናልባት ነዚ ቪድዮ ዝሪኣ

ጸሃየ ናተይ ናይ ዓለም ዝፈትዎ።
ዘሕለፍናዮ መከራ ናይ ፍቅሪ ኬሚስትሪ ኔሩ ሕጂ ግን ብፊዚክስ ክዛዝም ዩ ብኤሌትሪክ ኩሉ እኳ ድሕሪ መርዓና ነርክበሉ እንተኮና መተኣማመኒ ግን ብኤሌትሪክ ምዓሰይ ምዓሰይ ብኤሌትሪክ

ተዘ ዘብለኒ ኣሎ። ነቲ ለየድኡ እምነት ኪዳኑ ብልቢ ዝምዘን ከም ንሱ ኮይኑ ስለምንታይ ከረመለ ዘብል ሕዝቂ ናብራይበይ ትሑት ስለ ዝኾነስ ብኡ ዝምቅር ሽኮርያ ጎ ኖ ኖ ብኡ ወላ እወ እቲ ናብራኻስ ብኡ ዝምቅር ኮይኑ ይስምዓካ ደሓን ወላ ሓምሊ ብላዕ እምበር ሓምሊ ብላዕ እምበር ጥዑም ከራሜለ ኣለካ ብሎ እቲ ሓምልስ ሓሪቕካ ኢኻ ትበልዖ ነው ምክንያቱ ሓደ ነገር ክትገዝኦ ስለ ዘይትኽእል እዚ እቲ ምስኣን እኮ ጨሪሹ ይቀትለካ ማለት ኣይኮነን ከምዚ ኣድቨንቸር እኮ እዩ ከምዚ ምስ ኣብ ኣብ ኣብ ስእነት ዘሎ ኣድቨንቸር ይበዝሕ እኮ ካብ ርኽበት ኣብ ርኽበት ምስ በሊዕካ ምስ ደቀስካ ድቃስ እኮ ኣብየካ እዩ ንሕና ግን ይዓፅፈና እቲ ሓምሊ ፅባሕ ከ እንታይ ከም ዝረብየካ እትኦም ኮ ይድቅሱን እዮም ዝሃብክዎ ኸ ዝኸላእኽዎ ኸ ዝሃበኒ ኸ ብለ ኸ ፅባሕ ከ እንታይ ክሓርድ እየ ብንምን ንመን ክዕድመሉ ንሕና እዚ ኩሉ ካብ ርእስና ወፃኢ እዩ ፅባሕ ከመይ ገይረ ካብ ሓምሊ ናብ ቁስጣ ይቕየር ድሕሪ ፅባሕ ሕጂሲ ንገዛእ እቲ ኣድቨንቸር እዩ ማለተይሲ እቲ ህይወት ከምኡ እንድዩ ምናልባት ፍሉይ ኣገላልፃ ካልእ እውን ክህልዎ ክእል ናይ ቃላት ሕፅረት ክህልወና ክእል እምበር ስእነት እውን ኣይፅላን እዩ ማለት እዩ ጥሜት እዩ ፅላ እምበር ስእነት ዳሕራይ ስእነት ከመይ ድዩ ዘፅላእካ መስዩኪ ከምዚ ክሳዕ ኣብ ፈተነ ዘእትወካ ስእነት ሕማቕ እዩ ክሳዕ ተደርቢኻ ከም ጨርቂ ገለ ክትከውን ጌጋ እዩ ግን 85 ካብ ሚእቲ ህዝቢ ዓለም ስኡን እዩ ኣብ ጌቶ እዩ ዝነብር ወላ ኣብ ላቲን ኣሜሪካ ብዝሰምዓ ወላ ኣብ ላቲን ኣሜሪካ ወላ ኣብ ኤሮፓ ወላ ኣብ ገለ 85 ዓመት ከምኡ እዩ ስለዚ ብዙሕ ክተስተማስልሲ የብልናን ማለት እዩ ሄሎ ጨጎራ የው ፋጨ ጨጎራ ሚትን ዒስራን ሚትን ዒስራን ቪድዮ ሰዲድካለይ ገና ሰባሕ እኳ እዩ ዘሎ ዋ ኣይትቆርስ እንዲኻታ ፋጨ ፋጨ ኩለን ረኣየንተን ቪድዮ በጃኻ ብፍላይ ሚካል ፖስት ኢላ ኣላ ኣይምልከተንን እዩ ናይ ሚካል ሚካል ሓጺር ክዳን ጌራ ተሳዕሰዐት ንዓይ እንታይ ክገብረለይ ጨጎራ ዋእ እንታይ ኢኻ ከ ጥዑይ ቪድዮ ዘይትሰደለይ ዝሙት ጥራሕ ዋእ እንታይ እዩ እንታይ ገይረካ እንታይ በዲለካ ዝሙት ጥራሕ ሰደለይ መንፈሳዊ ነገር ኣይትሰድድ መንፈስካ ዳ ይሰለብ ጥዑይ ቪድዮ ስደደለይ ኣታ ዓሰርተ ተሪፈና ንለዋ ሰንኪ ሰደልኪ ሓደራኻ ካብ ኦንላይን ጨጎራ ገንዘብ ስደደለይ ህይወት ከቢድኒ ኣሎ ገንዘብ ስደደለይ ህይወት ንዒቓትኒ ህይወት ብእምኒ እያ ተማስጎኒ ዘላ እንታይ ክገብረልካ ቲክቶክ ዘይትሰርሕ ያ ግደፈኒ ፋጨ ፋጨ ገንዘብ ኣይትበል እዚ እኮ ኤሮጳ እዩ ገንዘብ ኣይትበል ዋ ኣይ ዶንት ኬር እዚ ከ ኣፍሪቃ እዩ ሰልዲ እምበር ቪድዮ ይትስደድ ንዓል ኣቡኽ ኣይትሕረቕ ኣይትሕረቕ ፋጭቲ ኣይትሕረቕ ተኽኢልካ ታብታብ ጥራሕ ግበር ዋ ታብታብ ግበር ዋ

ሓደ ጓል ኣንስተይቲ ንዓኣ ወይ ከ ንዕኡ ኢሉ ዝፍጠር ማለት እዩ ሰበኸኒ ንዓይ ክተፈጠርኪ ከሉ ይስማዓ ንዓይ ከም ጣጣ መዓንዱ ብዙሕ እዩ ደላይኺ ብዙሕ ኣፍቃሪኺ ብዙሕ እዩ ኸንዓኺ ዝደልኪ ግን ካብቶም ብዙሓት ከኒ ኣነ ወሳቲኺ ወይ ከን ኣነ ተመናይኺ ናተይ ምዃንኪ ሲ ልበይ ኮም እዩ ዝብለኒ እዚ ኸትዕድልቲ ናይ እግዚኣብሔር እየ ዝኣምን ማለት እዩ ንስኺ ማለት ኣነ ማለት እየ ብዝኾነ ነገር ማለት እዩ ካርማና ማለት ሲ ናይ ህይወተይ በቃ ኣብ ህይወተይ ዝዓቢ ገዛ ሲ ክሰርሖ ነዊሕ ግዜን ቦታን እዩ ዝወዘልካ ንክትነጥቆ ንክትነብረሉ ማለት እዩ ንስኺ ኸ መንደቕ ናይ ህይወተይ ናይ ድቤ ኢኺ ኣብ ቅድሚ ኣምላኽ ቃላት ክሓፅረኒ ንሓ ገልፀኪ ክነ መግለፂ ከማን የብለይ ናይ መወዳእታ ኢኺ ካድሮ ማለት በቃ ክትነብሪ በለ ፅንሒ ወዲ ሃይለ ሃይለ መስከብ ከም ዝወለደ ንሓፍትኺ ከጥንሰ

ከምዚ ጌርካስ ወሪድኒ ንዓካ ተጸልመኒ ኣለካ ክትደፍር ኢካ ኣደ። መጸልመ ከይኮነን ዋእ ገልዳም ኣበይ ነበረት በጊዕ ኣወደይ እዚኣ ገጻ ትከወል ድህልቲ ድህልቲ ወድህልቲ እንታይ ኢለ ክጸልመካ ንዓ እንታይ እንታይ ትጽለም ኣለኪ ጸላም እንዲኺ ብዓንተቡ እንታይ ዘጸልም ኣለኪ ከጸልመኪ ንዓኻ ኣነ ወዛል ከርእየኪ እየ ግን ከርእየኪ እየ ወይ ንዓኺ ወይ ንሓፍትኺ ከጥንሰክን እየ በሊ ኣነ ወዲ ሃይለ ኣነ ዘዝለገበኒ ሰብ ክብድለኒ ደቂ ሓራም ገፅክን ትቀወል ድሁላት ናይ ምንታይ ዲኺ ጠንስኻ ስዳ እንዳ ተጠኒሰ ተጠኒሰ እንዳ ኣበይ እሞ ኣደይ ከማን ዕልል ኢላ ትቕበሎ ኣነ ዕልል እንዳበለት ዕልል ብሸውዓተ ኢዳ

ብዝተወሰነ መልክዑ ርክብ እውን ኣለና እዩ ኣብ ውሽጢ ማለት እዩ ምስ ሰራዊት ይኹን ምስ ውልቀ ሰባት ይኹን ምስ ዓበይቲ ሓለፍቲ ይኹን ርክብ ኣለና ብጣዕሚ ከዓኒ ሞራል ይህቡና ኣለዉ ማለት እዩ ኣጆኹም ሓንቲ ስጉምቲ ጥራሕ እስኹም ጀምረዋ እቲ ቴስዓን ትሽዓተን ስጉምቲ ባዕልና ክንከዶ ኢና እዮም ዝብሉ ማለት እዩ። እዚ ከዓኒ ፍሉጥ እዩ ምክንያቱ ኣብኡ ዘለዉ ዝዓጠቑ ይኹን ዘይዓጠቑ ስድራና እዮም እኮ ወለድና እዮም እኮ ብረት ሒዞም ዘለዉ የሕዋትና እዮም ማለት እዩ። ስለዚ እንታይ ዓይነት ዕላማ ሒዝና ንኸይድ ከም ዘለና ስለ ዝፈልጡ ናይ ብሓቂ ሓንቲ ስጉምቲ እዮም ዝፅበዩ ካባና ማለት እዩ። ካሊእ ኣብዚ መፂኡ ዘሎ መንእሰይ ካባይ ጀሚርካ ማለት እዩ ናይ ፕላንሲ ክውን ንምግባር ማለት እዩ ፕላንሲ ንብሎ ፕላን ኤ ፕላን ቢ ፕላንሲ መደባት ነይሮምዎ ብርጌድ ንሓመዱ ፕላን ኤ ነቲ ኣብ ደገ ዝግበር ናይ ጸላኢ ፕሮፓጋንዳን ፌስቲቫላትን ብሕጋዊ መንገዲ ክተትርፎ ምፍታን እዩ። ፕላን ቢ ከዓኒ ጎነጽ ተጠቒምካ ንዕኡ ክተትርፎ ምፍታን እዩ። ፕላን ሲ ከኣ ዕጥቃዊ ቃልሲ ጌርካ ጸላኢኻ ምእላይ እዩ ማለት እዩ። ሕጂ ንሕና ነዚ ፕላን ሲ ንምስራሕ ኢና ኣብዚ ዘለና ምሳኹም ማለት እዩ። እሞ ድልዋት ዲና ናይ ብሓቂ ጸላኢና ተኣኪብና ጥራሕ ዲና ክንኣልዮ ንኽእል ህዝብናን ሃገርናን ክነድሕን ንኽእል ወላስ ዓጢቕና ብምቅላስ እዩ ዝብል ሕቶ ይመጽእ ኣብ መደምደምታ ማለት እዩ ስለዚ ንሕና መጺእና ዘለና ንሕና ጥራሕ ኣይኮናን ብዙሕ መንእሰይ ማለት እዩ ኣብ ኤውሮጳ ይኹን ኣብ ኣሜሪካ ብዝገርም መንገዲ ክትርእይዎ ኢኹም ኣብ ዝሓፀረ ግዜ ክውሕዚ ኩሉ ገዲፉ ክቃለስ ወሲኑ ኣሎ ማለት እዩ። ምክንያቱ መጀመርያ ስደት መፍትሒ ይመስሎ ነይሩ። ስደት መፍትሒ ከም ዘይኮነ እኳ ደኣ መሊስና ንባዕልና ጠፊእና ደቅና እውን ንወልዶም ዘለና ይጠፍኡ ከም ዘለዉ ስለ ዝተረዳእና እታ ናይ መወዳእታ ፍታሕን ኣማራፅን ቀሪብካ ብምቅላስ ፀላኢኻ ሓንሳብን ንሓዋሩን ምእላያ ናብ ዝብል መደምደምታ ስለ ዝተበፅሐ ኩሉ ገዲፉ መንእሰይ ይመፅእ ኣሎ ማለት እዩ።